ሰላም ተኸታተልቲ ናይዚ ቻነል ከመይ ቀኒኹም ከመይ ትኾኑ ሎሚ ድማ ከምቲ ንቡር ንኹልና ዝጠቕመና ኣርስቲ ሒዘ ቐሪበ ኣለኹ ናይ ሎሚ ኣርስትና ነዚ ህልው ኩነታት ተንፀባርቕ እያ ንሳ ድማ ብዛዕባ ክሮኖ ቫይረስ ክሮና ቫይረስ ብዙሕ ሰብ ዝተፈላለየ ትንተና ብብዙሓት ክኢላታትን መንግስታትን ይወሃብ ከም ዘሎ ድሮ ኣብ ኩሉ ማስ ሚድያ ንሰምዖ ዘለና እዩ ናይ ሎሚ ትምህርቲ ናይ ሎሚ ኣርእስቲ ግን ኣነ ሒዘ ዘለኹ ፅልዋ ናይ ክሮና ቫይረስ ኣብ ናይ ቢዝነስ ዎርልድ ብፍላይ ድማ ኣብ ስቶክ ማርኬት እንታይ እዩ ክኸውን እዚ ብዙሓት ሰባት እውን ብመሰጅን ብኮሜንትን እውን ዝሓትዉኒ ዘለዉ ዝሓትዉኒ ዝቐነዩን እዩ ስለዚ ነዚ ጉዳይ እዚ ንምምላስ እየ ሎሚ ኣብዚ ቀሪበ ዘለኹ ስለዚ ኣብዚ ሕጂ እዚ ስቶክ ኣብ ስቶክ ማርኬት እንታይ ዓይነት ለውጢ የምፅእ ኣሎ እንታይ ዓይነት ብኸመይ ክንዕዘበ ኣለና ልዕሊ ኩሉ ድማ እንታይ ዓይነት ስጉምቲ ክንወስድ ንኽእል በዚ ዘሎ ኩነታት ንዕኡ እየ ከርእን ክመክርን ኢለ ቀሪበ ዘለኹ። ስለዚ ክሳብ መወዳእታ ክትከታተሉ እናዓደምኩ ቀጥታ ናብቲ ትምህርቲ ክወስደኩም። ሶ መጀመርያ ማርኬት ሪኣክሽን ቱ ኮሮና ቫይረስ እዚ ማርኬት ወይ ከዓ እዚ ቢዝነስ ወርልድ ወይ ስቶክ ማርኬት እንታይ ዓይነት ግብረ መልሲ ኣብ በዚ ፅልዋ ናይ ኮሮና ቫይረስ ገይሩ ክንርኢ ኢና። ስለዚ ኣብ ዝሓለፈ ቅንያት ኣብ ዝተፈላለየ ማዕከናት ናይ ዜናታት ቢቢሲ ሲኤንኤን ሲኤንቢሲ ኣብ ካልእ እውን ሎካል ኒውስ እውን ከም ዝረኣናዮ እዚ ናይ ኮሮና ቫይረስ መጀመርያ ኣብ ቻይና ክጅምር ከሎ ቁሩብ ትለይ ሪኣክሽናር እዩ ነይሩ ስቶክ ማርኬት ግን ንነዊሕ ግዜ ብዙሕ ዕብይ ዝበለ ሪኣክሽን ኣይርኣየን ኣብ ዝሓለፈ ቅንያት ግን ቅድሚ ክልተ ሰሙን ድዩ ሰሙን ኣቢሉ ጀሚሩ ስግኒፍከንት ወይ ሓደ ርኡይ ዝኾነ ኔጌቲቭ ወይ ከዓ ንታሕቲ ምውራድ ናይ ስቶክ ማርኬት እተን ዓበይቲ ሜጀር ኢንደክስስ ዝበሃላ ኤስፒ 500 ክኸውን ይኽእል ኤፍቲኤስኢ ናይ ዩኬ ክኸውን ይኽእል ከምኡ እውን ኤስኤምኣይ ናይ ስዊስ ወይ ዳክስ ናይ ጀርመኒ ኩሎም እቶም ኒኬይ ናይ ጃፓን ብምሉኦም እቶም ዓበይቲ ኢንደክስስ ወይ ማርኬት ኢንደክስ ዝበሃሉ ብምልኦም ዳርጋ ንታሕቲ ገፆም ከይዶም ክንብል ንኽእል። ገሊኦም ሓሙሽተ፣ ሸውዓተ፣ ዓሰርተ ፐርሰንት እውን ዝወረዱ ነይሮም ማለት እዩ። ስለዚ እቲ ሪያክሽን ኣሉታዊ ዝኾነ ፅልዋ ኣብ ስቶክ ማርኬት ከርኢ ክኢሉ ማለት እዩ። ሕጂ እዚ ክብል ከለዎ ክሳብ መወዳእታ ከተወድኡን ኣለኩም ስቂልኩም ሓንቲ ዘረባ ቁንጭል ኣቢልካ ምኻድ መብዛሕትኦም ጊጋርዲ ዘለዎም ኣብ ስቶክ ማርኬት ዝወስድዎ ውሳነ እዩ ሶ እንታይ እዩ እቲ ጠንቂ እንተይልና ከኣ ኢትስ ኖት ዘ ቫይረስ ኢትሰልፍ እቲ ቀንዲ ነቲ ስቶክ ማርኬት ንታሕቲ ዘውርዶ ዘሎ እቲ ቫይረስ ሓደገኛ ምዃኑ ወይ ገለመለ እቲ ቫይረስ ፈኲስ እዩ ወይ ሓደገኛ ኣይኮነን ይብል የለኹን እቲ ቀንዲ ኣብዚ ማርኬት ዝረአ ዘሎ ፅልዋ ግን እቲ ቫይረስ ዘይኮነ እቲ ፍርሂ ንሱ እዩ ቀንዲ ነቲ ማርኬት ፅልዋ ገይርሉ ዘሎ እንታይ ይብለና ኣሎ ሓንቲ ክኢላ ካብ ሲኒየር ኢኮኖሚስት ካብ ሙዲ ዝበሃል ኣናሊስ ኦርጋኒዜሽን እንታይ ትብለና ኣላ ካትሪኔላ ትበሃል It's not the virus itself, but rather the fear and panic related to the virus. To the virus. እቲ ቀንዲ ነቲ ማርኬት ፅልዋ ፈጢሩሉ ዘሎ እቲ ፍርህን ራዕድን ኣም፣ ምስቲ ሕማም ዝኸይድ ዘሎ ኣብ ሕብረተሰብ ዘርእዮ ዘሎ ሪኣክሽን ንሱ እቲ ቀንዲ ፀገም ኮይኑ ዘሎ ትብለና ኣላ እዚ ድማ እቲ ፍሪ ወይ ራዕዲ ነቲ ሰብ እንታይ ዓይነት ግብረ መልሲ ኣብ ዕዳጋ የርኢ ንሱ እዩ ቀንዲ ነቲ ስቶክ ማርኬት ዘገራጭዎን ዝፀልዎን ዘሎ ስለዚ እቲ ለበዳ ወይ እታ ምልባዕ ናይ ናይቲ ቫይረስ ናሓየለ ኣብ ዝኸደሉ ዝተፈላለዩ ሃገራት ኣብ ታሕቲ ከም ንሪኦ ዘለና ኣሜሪካ ኣብ ዝሓለፈ ቅንያት ላስት ዊክ ይመስለኒ ናብ ኤሮጳ ናብ ዕስራን ሽዱሽተን ሃገራት ድዩ ገለ ትራቨል ባን ገይራ እዚ ትራቨል ባን ዋላ ቅድሚ ሕጂ ውን ናብ ቻይና ከምኡ ዝገበረትሉ ንሱ እቲ ቀንዲ እቲ ንግዲ እቲ ስራሕ እቲ ናይ ምንቅስቃስ ግትኣ ክግበር ከሎ ንሱ ዩ ቀንዲ ሪኣክሽን እዚ ናይ ናይ ትራምፕ ዲሲሽን ወይ ውሳነ ዩ ሓደ ዓቢ ሚድየት ሪኣክሽን ኣብቲ ስቶክ ማርኬት ከርኢ ዝኸኣለ ይብሉ ክኢላታት ስለዚ እቲ ቀንዲ እቲ ጽልዋ ናይቲ ሕማም ዘይኮነ እቲ ፍርህን ራዕድን ኣብ ሰባት ፈጢርዎ ዘሎ ንሱዩ እቲ ቀንዲ ጽልዋ ይብሉና ስለዚ በቲ ኮይኑ በቲ ነቲ ማርኬት ካብ ክልተ ሽሕን ትሽዓተን ጀሚሩ ነዊሕ ወይ ኣዝዩ ሂስቶሪክ ዝኾነ ቡል ማርኬት ወይ ከ ዕቤት ናይ ስቶክ ማርኬት መትኡ ጌርሉ ኣሎ እዚ ክሮኖ ቫይረስ ማለት እዩ ስለዚ ክንቅጽል ኢና እቲ ቀንዲ ኣናለስስ ከ ከመይ እዩ ከንሪኦ ኢና። ከምዚ ዓይነት ፀገም ናይ ኮሮና ቫይረስ ዘይኮነ ናይ ማርኬት ሪኣክሽን ዝተፈላለዩ ነገራት ሓድሽ ነገር ኣይኮነን ኣብ ስቶክ ማርኬት ስቶክ ማርኬት ናይ ሚእቲ ዓመት ሂስትሪ ኣለዎ ኤቭሪ ቴን ይርስ ኣብ ዓሰርተ ዓመት ድዩ ዓሰርተ ሓሙሽተ ዓመት ድዩ ገለ ኩሉ ግዜ ማርኬት ኮሬክሽን ወይ ማርኬት ሪሴሽን ይመፅእ እዩ ናይ ስቶክ ማርኬት መቐጣሕቲ ምውራድ ንቡር ነገር እዩ፣ ሓድሽ ነገር ኣይኮነን። ከምዚ ከጋጥም ከሎ እንታይ ዓይነት ልቦና ወይ እንታይ ዓይነት ኣጠማምታ ክህልወና ከም ዘለዎ ኣነ ዘይኮንኩስ ሓደ ካብቲ ጃየንት ወይ እቲ ዝዓበየ ክብሪ ዝውሃብ ኣብ ስቶክ ማርኬት ዎረን ባፈት እዩ። ቢልዮነር ከባቢ ሰማንያ ተስዓ ቢልዮን ሃብቲ ዘለዎ ኣብ ስቶክ ማርኬት ድማ ፍሉይ ክብሪ ዝውሃቦ ናይ ሓምሳ ሱሳ ዓመት ተመክሮ ዘለዎ ድማ ስለዝኾነ ናቱ ምኽሪ እስኪ ክንሰምዕ እንታይ እዩ ዝብለና? ቀዳመይቲ ምኽንያቱ ስቶክ ማርኬት ኢዝ ዲቫይስ ፎር ትራንስፈሪንግ ማኒ ፍሮም ኢምፔሽንት ቱ ፔሽንት ኢንቨስተርስ ይብለና ስቶክ ማርኬት እንታይ ኢሎም ዝሓተትዎ እንታይ ኢልዎም ስቶክ ማርኬት ሓደ መሳርሒ እዩ ንሱ ድማ እዚ መሳርሒ እዚ ድማ ገንዘብ ካብ ካብ ናብ ዘሰጋግር መሽን እዩ ካብ መን ናብ መን የሰጋግር ዝበልዎ ድማ ካብቶም ዘይዕጉሳትን ፈራሃትን ናብቶም ዕጉሳትን ተባዓትን ዘሰጋግር መሳርሒ ናይ ኢንቨስትመንት ይብለና ኣሎ። እንታይ ማለት እዩ እዚ? ከምዚ ሕጂ ነገር ምስ ተላዓለ መብዛሕትኦም እቶም ዘይዕጉሳትን ስምዒታቶም ክገትኡ ዘይክእሉን እኹል ፍልጠት ኣብ ስቶክ ማርኬት ዘይብሎም እንታይ ይገብሩ? ራዕራዕ ኢሎም ነገራቶም ብሕሱር ሸይጦም ክሃድሙ ይጅምሩ። ነቶም ዕጉሳትን ለባማትን ድማ ብሕሱር ይሸጡሎም ድሕሪኡ ድማ እዚኦም ብሕሱር ዝሸጡ ድሕሪ ዝተወሰነ እቲ ማርኬት ምስ ተረጋገየ ነቶም ዘይዕጉሳት ጠርጥር እናበሉ ከም ብሓድሽ ምስ ዝተመልሱ ብሕሱር ዝሸጥዎ ብኽቡር ክገዝዎ ይጅምሩ እቶም ኣብኡ ዝነበሩ ድማ ዝለዓለ መኽሰብ ይገብሩ ዝለዓለ ሃብቲ ይጎናፀፉ ይብለና ወረን ባፈት። ስለዚ እዚ ሕጂ ኣጋጢሙ ዘሎ ነቶም ዘይፈልጡ ወይ ነቶም ተመክሮ ናይ ስቶክ ማርኬት ዘይብሎም ከምኡ ድማ ስምዒታቶም ክገቱ ዘይክእሉ ብዝመፀ ወረ ወይ ብዝመፀ ሓበሬታ ሪኣክሽን ዝገብሩ ንዕኦም ይሃስዮም ነቶም ዕጉሳትን ስምዒታቶም ክቆፃፀሩ ዝኽእሉ ግን እቲ ዝበለፀ ግዜ እዩ ይብለና እዚኣ ቀዳመይቲ ምኽሪ ከላ ክትከውን ከላ ተኻለይቲ ምኽሪ ድማ እንታይ ትብል ቢ ፊርፉል ወን ኣደርስ ኣር ግሪዲ and be greedy when others are fearful እዚኣ እታ ዝበለጸት ምኽሪ ናይ ዎረን ባፈት እያ ትበሃል ኣብ ስቶክ ማርኬት እንታይ እያ ትብል እሳኻ ካልኦት ሰባት ሰሲዖም ብዙሕ ገንዘብ ኣብ ስቶክ ማርኬት ከውፍሩ ከለዉ ንስኻ ወይ ንስኺ ክትጥንቀቕ ኣለካ ክትፈርህ ኣለካ ይብላካ በንጻሩ ካልኦት ኩሎም ራዕራዕ ኢሎም ካብ ስቶክ ማርኬት ክሃድሙን ክሸጡን ክሓስቡ ከለዉ ክገብሩ ከለዉ ንስኻ ሽዑ ኢኻ ክትስስዕ ዘለካ ክትስስዒ ዘለኪ ኢሉ ይመኽረና ዎረን ባፈት። ኤግዛክትሊ ነዚ ናይ ሕጂ ግዜ ተንጸባርቕ ምኽሪ ድማ መብዛሕቱ ሰብ እንታይ ይገብር ኣሎ ሕጂ ኣብ ዜናን ኣብ ገለን ግዜ ኦሆ ስቶክ ማርኬት ተስፋ የብሉን ክራሽ ገይሩ እዩ ገለመለ ኢሉ ዘለዎን ዘይብሉን ሸይጡ ይሃድም ኣሎ እዚ ከምዚ ዓይነት ባህሪ ድማ ነቲ ብርክታት ናይ ዝተፈላለየ ካምፓኒ ካብ ዝለዓለ ደረጃ ዓቢ ዲስካውንት ከም ዝወርድ ገይርዎ ኣሎ፣ ኣብ ታሕተዋይ ዋጋ ኣጒዲልዎ ኣሎ። ነቶም ለባማትን ትዕግስቲ ዘለዎን ኢንቨስተርስ እቲ ዝበለጸ ክስተት ይፈጥር ማለት እዩ። ስለዚ ኣብዚ ሕጂ እቲ ዝበለጸ ጽንሕ ኢለ እውን እቲ ምኽሪ ክህብ እየ። እታ ሳልሰይቲ ምኽሪ ናይ ዎረን ባፈት ድማ The best investment you can make is always on yourself ይብለና እቲ ዝበለፀ ኢንቨስትመንት ካብ ኩሉ ካብ ስቶክ ማርኬት ከውን ይብል ካብ ሪል ስቴት ካብ ገዛ ካብ whatever it is እቲ ዝበለፀ ኢንቨስትመንት ኣብ ነብስኻ ኣብ ፍልጠትካ ትገብሮ ይብለና ምክንያቱ ብዙሕ ፍልጠት ኣለካ በስ እቶት ክህልወካ እዩ ፅቡቅ ፍልጠት ናይ ስቶክ ማርኬት ተለካ እንታይ ዓይነት ስጉምቲ ከም ትወስድ ኣብ እንታይ ዓይነት ኩነታት እውን ክትፈልጥ ኢኻ ብኡ መንፅር ድማ ቁጠባኻ ክዓቢ እዩ ኢሉ ይመክር

ከምዚ ሕጂ ዘሎ ክስተት ካብ ላዕሊ ዓሰርተ ፐርሰንት፣ ሸውዓተ ፐርሰንት፣ ሽዱሽተ ፐርሰንት ስቶክ ማርኬት ንታሕቲ ክወርድ ከሎ ነቶም ዝፈልጡ እቲ ዝበለጸ ዕድል እዩ። ምኽንያቱ ብዓሰርተ ፐርሰንት፣ ሓሙሽተ ፐርሰንት፣ ሸውዓተ ፐርሰንት ዲስካውንት ወሪድልካ ኣሎ ሕጂ ኣብ ላዕሊ ከሎ ክትገዝኦ ዝግብኣካ ሕጂ ልክዕ ሱፐር ማርኬት ከይድና እታ ንደልያ ዝነበርና ጃኬት እታ ንደልዮ ዝነበርና ጫማ ቦርሳ ጨና ካብ ካብቲ ዋግኡ ዓሰርተ ፐርሰንት ዕስራ ፐርሰንት ወሪዱ እንተጸኒሕና እንታይ ኢና ንገብር? ንገዝእ። ስቶክ ማርኬትካ ልክዕ ሕጂ ዓሰርተ ፐርሰንት ሸውዓተ ፐርሰንት ጎዲሉልካ ኣሎ ጎዲልልኪ ኣሎ። ሕጂ እቲ ዝበለጸ ኦፖርቹኒቲ እዩ ክትገዝእ ምኽንያቱ ድሕሪ ቁርብ ትለይ ናብቲ ዝነበሮን ልዕሊኡን ክዓቢ ስለ ዝኾነ እዚ ድማ ርግጸኛታት ስለ ዝኾና። ስለምንታይ ከምኡ ይኸውን? ንሕና ኣብ ማርኬት ኢና ኢንቨስት ንገብር ዘለና ኣነ ዝምህሮ ኩሉ ኣብ ማርኬት ኢኻ ኢንቨስት ትገብር ማርኬት ድማ ናይ ግድን እዩ ክዓቢ እንተዘይዓብዩ እቲ ኢንደክስ ናይ ሓደ ሃገር ኤስፒ 500 ድዩ ኤፍቲኤሲ ሚእቲ ድዩ ወይ ካልእ ኢንደክስ ናይ ሓንቲ ሃገር እንተዘይዓብዩ እንታይ ኢና ንብል ዘለና ናይ ስቶክ ማርኬት ኢንቨስትመንት ኣይኮነን ከጨንቐና ዘሎ መብዛሕትና ስራሕና እውን ኣብ ምልክት ሕቶ ሂወትና እውን ኣብ ምልክት ሕቶ እዩ ክኣቱ ምኽንያቱ እቲ ኢንደክስ ንዛረቦ ዘለና ዓብይ ክፋል ናይ ቁጠባ ናይ ሓንቲ ሃገር እዩ ዝሕዝ። እዚ ፅቡቕ እንተዘይከይዱ እታ ሃገር ቁጠባኣ ኣብ ምልክት ሕቶ ኣትዩ ኣሎ። ከምዚ ንነዊሕ ተቐፂሉ ድማ እታ ሃገር ቀፃልነታ እውን ኣብ ምልክት ሕቶ ስለዝኣቱ ስለዚ እቲ ቁጠባ ናይ ግድን እዩ ክዕረ ኣብ ዝሓለፈ ሚእቲ ዓመት ከምዚ ዓይነት ክራይሲስ ክንደይ ግዜ ዕስራ ሰላሳ ግዜ ኣጋጢሙ'ዩ ልዕሊኡ ውን ነፍሲ ወከፍ ግዜ ግን ዕርዮም ናብቲ ንቡር ይመልስዎ እዮም ስለዚ እንድሕሪ ኣስተውዒልካ እቲ ዝበለጸ ዕድል እዩ ሕጂ ናብ ስቶክ ማርኬት ኢንቨስት ክትገብር ምኽንያቱ ዲስካውንት ስለ ዘለካ ስለዚ instead of running away it's actually it's actually the best time to invest in the stock market ስለዚ ካብኡ ካብ ምህዳምን ካብ ምርዓድን እቲ ዝበለጸ ግዜ ኣብ ስቶክ ማርኬት ኣቲኻ ኢንቨስት ትገብረሉ ግዜ ሕጂ እዩ ግን ሕጂ እውን ናብ ስቶክ ማርኬት በየን ጌርካ ትኣቱ ኣገዳሲ እዩ ብዙሕ ግዜ ሰባት ኣብ ትሬዲንግ ፕላትፎርምስ ከይዶም ናይዝን ናይዝን ናይዝን ኢሎም ክገዙ ትርእዮም ኢኻ እቶም ፈሊጦም ዝገብርዎ ክዕወቱሉ ይኽእሉ እዮም 99 ፐርሰንት ናይ ሓበሻ ግን ኣብኡ ክዕወቱ ኣይክእሉን እዮም ምክንያቱ እኹል ሓበሬታ እኹል ኖሌጅ ስለ ዘይብልና ልክዕ ኣብ ትሬዲንግ ፕላትፎርም ኣቲኻ ቤት ምግባር ልክዕ ማንቸስተርን ኣርሰናልን ክፃወታ ከለዋ መን ክስዕር እዩ ኢልካ ቤት ትገብሮ ይበልፅ ምክንያቱ ነቲ ፀወታ ትፈልጦ ተኮይንካ ኣብኡ ፅቡቅ ዝኮነ ካልኩሌሽን ክትገብር ትክእል ኢካ ናይ ካምፓኒታት ብርኪ ኣብኡ ቤት ክትገብር ከለካ ግን እንታይ ዓይነት ሓበሬታ can you read the balance sheet income statement other information ናቶም ሪሰርች ከመይ ይኸይድ ኣሎ ቢዝነስ ናቶም ከመይ ይኸይድ ኣሎ ኩሉ መፅናዕቲ ዘይብልካ ተኮይንካ ኣብኡ ኣቲኻ ንኽትዕወት ኣብ ዕድል ጥራይ ኢኻ ትምርኮስ፣ ዕድል ከኣ ጽቡቕ ስትራተጂ ኣይኮነን። ስለዚ ብዛዕባ ስቶክ ማርኬት ፈሊጥኩም ንዓኹም ዝጠቕመኩም ፖርቶፎልዮ ክትገብሩ ተደሊኹም ኣብ ድራር ህይወት ኣቲኹም ኣብኡ እኹል ሓበሬታን ትምህርትን ኣለኩም እሞ ሽዑ ኣነ ኣኣብ ዘለኹም መዓዲ ምሳኹም ዝኸይድ ፖርቶፎልዮ ኢቭን ኣብዚ ሕጂ ጽቡቕ ክሰርሓልኩም ዝኽእል ምስ ክቕየር ከሎ ድማ ዝበለፀ ውፅኢት ከምፅኣልና ዝኽእል ዓብዪ ኢንቨስትመንት ንምግባር ክሕግዘኩም ይኽእል እየ እናበልኩ ነዛ ትምህርቲ ክሳብ መወዳእታ ተኸታቲልኩም ኣብ ሪያክሽን ናትኩም ከተውዕልዋ ኣክሽን ክትወስዱላ ክትሕግዘኩም እየ ኢለ እየ ቀሪበያ እሞ ክሳብ መወዳእታ ዝተኸታተልኩም እናመስገንኩ ናትኩም ርኢቶ ኣብ ታሕቲ ክፅበየ ምናልባት እታ ቪድዮ ደስ ተኢላትኩም ንካልኦት ኣሕዋት እውን ሼር ክትገብርዋ ንካልኦት ኣሓት ውን ሼር ክትገብርዋ ትክእሉ እናበልኩ ናይ ሎሚ ቪድዮ ኣብዚ ወዲኣ ኣለኩ ኣብ ካልእ ክሳብ ንራከብ ድሓን ቀንዩ ይብለኩም ቻው ሰሰናዩ ንሕማም ናይ ክሮና ድማ ተጠንቂቅና ክንዕዘቦን ኩሉ ዘድሊ ምክልካል ክንገብርን ከይረሳዕኩ ኩሉ ዘድሊ ብዙሓት ክኢላታት ዝብልዎ ዘለዉ ንዑ ክንክተል ኣነ ብነብሰይ ውን ይክተሎ ኣለኩ ስለዚ እቲ ሕማም ቀታልነቱ እኳ ታሕቲ እንተኮነ ናይ ምልባዕ ዓቅሙ ላዕሊ ስለዝኮነ ብጥንቃቀ ክንከይድን ከነስተውዕለሉን የተሓሳስብ እናበልኩ ኣብ ደሓን ቀንዩ ቻው።